ሰላም ኣሕዋተይ ከመይ ትኾኑ ኣለኹም? ተስፋ ገብር ኩልኹም ሰላም ክስህሉ ሎማዓንቲ ከዓኒ ካልእ ኣርእስቲ ሒዘ መፅ ኣለኹ ብዛዕባ ኣብ ገዛና ንጥቀመሉ ብራሽ መዓስ ኢና እንስንድዎ መዓስ ኢና ከ ብሓድሽ ንቕይሮ ንዝብል ዘረባ ንእሽተይ ኣብዚኣ ሓበሬታ ሂበኩም ክኸይድ ደልየ ኣለኹ። ምናልባት ግን ሓደሽቲ ተኸታተልቲ ናይዛ ቻነል እንተ ደኣ ኮይንኩም ግን ሳብስክራይብ ደይገበርኩም እንተ ኮይንኩም ሳብስክራይብ ግበሩ። መታን ሓድሽ ቪድዮ ከውርድ ከለኹ ኖቲፊኬሽን መታን ክመጽኣኩም። እንኮላይ ከኣ መሃሪ ኢልኩም ትሓስብዎ እንተ ደኣ ኮይንኩም ነዚ ቻነል እዚ ምስ ካልኦት ሼር ተጌርኩሞ ኣዝዩ ደስ ምበለኒ ነይሩ። መታን እታ ቻነል ዓብያ ካልእ ሰባት ከኣ መታን ክመሃሩሉ ማለት እዩ ሕጂ ኣብ ገዛና እንተራ ንጥቀመሉ ኣለና እንተራ ብራሽ ረኣይዎ እሞ ምናልባት ጨጉርጎር እንተደኣ ኢሉ ወይ ከኣኒ ድወጽእ ነገራት ካብ ውሽጢ እንተደኣ ርኢኹምሉ ናይ ግድን ክትስንድዎ ኣለኩም ማለት እዩ ካብኡ ሓሊፉ ከኣኒ ሕማም ሓሚምና እንተደኣ ነርና ሰዓል ዝኾነ ነገር ስፔሻሊ ሰዓል ሓሚምና እንተደኣ ኮይና ንሰንድዎ ዋላ ካልእ ነገር ሓሚምና እንተደኣ ጸኒሕና ብኻልእ ሓድሽ ከኣ ንቐይሮ ማለት እዩ። ብራሽ ኣዝዩ ኣዝዩ ኣገዳሲ እንዲና እንብሎ ኣገዳሲ ኮይኑ ግን ጽሩይ እንተድኣ ደይኮነ ብልሹው እንተድኣ ኮይኑ ንብዙሕ እዋን እንተድኣ ንጥቀመሉ እንተድኣ ኮይና ወይ ሓይሊ ጌርና እንተድኣ ንጥቀመሉ ኮይና ዋላ ሓድሽ ሽዑ ገዚእኻዮ ሓይሊ እንተድኣ ትጥቀሙሉ ኮይንኩም ቀልጢፉ ክኣርግ ይኽእል እዩ ክጭጉር ይኽእል እዩ ስለዚ ኣጠቃቀሙ ካልእ መዓልቲ ከኣ ብዛዕባ ክንዛረብ ኢና ግን ብሰንኪ ከምኡ ቀልጢፉ ተራ ጨጒሩ ቀልጢፉ እንተ ተበላሽዩ ቀልጢፉ ክቅየር ኣለዎ ማለት እዩ ምክንያቱ ኣብኡ እዩ ኩሉ ነገር ድሕዝ ካብ እንተ ኣይጨጎረን ደሎ ድወፅ ነገራት ኣይወፆን ፅቡቅ እዩ ሓድሽ እዩ ወላ ኢሉ ሱቅ ሱቅ ዝብል ሰብ ይህሉ ከውን እዩ ግን ብተክኣለና መጠን ኣብ ክልተ ሰሙን ኣብ ሰሙን ፈረቃን ወላ ኣብ ሓሙሽተ መዓልቲ እንተ ተቐይረ ምንም ሽግር የብሉን ማለት እዩ። ምኽንያቱ ብኡ በዚ ስለ ንሓጽብ እዚኣም ርስሓትም ይሕዝ እዩ እቲ ውሽጢ። ስለዚ ብተኽኣለና መጠን ቅልጥፍልጥፍ ኢሉ እንተ ተቐይሩ ዝበለጸ እየ ኢለ እሓስብ ማለት እዩ። ስለዚ እታ ብራሽ እንተ ሓሚምና ኮይና ሓዳሽ ንቐይር። እንኮላይ ከኣ ጨጎርጎር ኢሉ ካልእ ነገራት ደወጽእ ነገራት እንተ ጀሚሩ ከኣ እንተ ቀይርናዮ ከኣ ዝበለጸ ማለት እዩ። ቅልጥፍልጢፍ ኢልና ከኣ እንተቐይርና ከኣ ኣዝዩ ኣገዳሲ እዩ ማለት እዩ። ዝኾነ ሕቶ እንተ ሃልይኩም ብዛዕባ እዛ ናይ ብራሽ መዓስ ኢና ንስንድዋ ንዝብል ኣብ ታሕቲ ክትጽሕፉለይ ትኽእሉ ኢኹም። ወይ ከኣ ካልእ ቪድዮታት ክሰርሓልኩም ትደልዮ እንተ ኣሎ ብዛዕባ ስኒ እሱም ኣብ ታሕቲ ኮመንት ጽሕፉ ትኽእሉ ኢኹም። ወይ እዚ ቪድዮ ተዓዘብቲ ከኣ ሓደሽ እንተ ኮይንኩም ሳብስክራይብ ኣይትረስዑ፣ ናብ ካልኦት ከኣ ሼር ግበሩ። እዛ ቻነል ዓብያ ንካልእ ከማን ትምህርቲ መታን ክኸውን ማለት እዩ።